ኣሕዋተየ ብፍልጠት ድኣ ኣይኮነን እምበር ንኣምላኽ ቅንኣት ከም ዘለዎምሲ ኣነ እምስክረሎም ኣለኹ እሞ ንሳቶም ክድሕኑ ስሌኦም ሃረርታ ልበይ ናብ ኣምላኽ ጸሎተይን እዩ። ክርስቶስ ነቲ ዝኣምን ዘበለ ኩሉ መደምደምታ ሕጊ ንጽድቂ እዩ እሞ ጽድቂ ኣምላኽ ስኣን ምፍላጦም ጽድቂ ርእሶም ክተኽሉ ብምድላዮምሲ ንርእሶም ኣብ ትሕቲ ጽድቂ ኣምላኽ ኣየግዝኡን። ድሕነት ንኹሉ እዩ። ቍጽሪ ሓሙሽተ፣ ሙሴ ብዛዕባ እቲ ኻብ ሕጊ ዚመጽእ ጽድቂ፣ እቲ ዚገብሮ ሰብ ብእኡ ብህይወት ኪነብር እዩ እናበለ ይጽሕፍ እዩ እሞ፣ እቲ ኻብ እምነት ዚመጽእ ጽድቂ ግና ከምዚ ይብል፣ ብልብኻ መን ናብ ሰማይ ኪድይብ እዩ ኣይትበል፣ እዚ ማለት ንክርስቶስ ከውርዶ? ወይስ ናብ መዓሙቝሲ መን ኪወርድ እዩ፣ እዚ ማለት ንክርስቶስ ካብ ምዉታት ከውጽኦ? እንታይ ደኣ ይብል፣ እቲ ቃል ኣብ ኣፍካን ልብኻን ጥቓኻ እዩ። እዚ ማለት እቲ ንሕና ንሰብኮ ቃል እምነት እዩ። እቲ ጽሑፍ ብእኡ ዝኣምን ዘበለ ኣይሓፍርን ይብል እዩ እሞ ሰብ ብልቡ ኣሚኑ ይጸድቕ ብኣፉ ተኣሚኑውን ይድሕን እዩ። ስለዚ ብኣፍካ ኢየሱስ ጐይታ ምዃኑ እንተ ነገርካ ብልብኻውን ኣምላኽ ካብ ምዉታት ከም ዘተንሥኦ እንተ ኣመንካ ክትድሕን ኢኻ። ማለት ነፍሲ ወከፍ ስም እግዚኣብሔር ዝጽውዕ ዘበለ ክድሕን እዩ። ንሱስ ሓደ ጐይታ እዩ ነቶም ዝጽውዕዎ ኩሎምውን ሃብታም እዩ። እሞ ኣብ መንጎ ኣይሁዳውን ጽርኣውን ሌላን ጉሌላን የልቦን። ቍጽሪ ዓሰርተ ኣርባዕተ ግናኸ ነቲ ብእኡ ዘይኣመኑ ከመይ ኢሎም ኪጽውዕዎ እዮም? ብዛዕባኡ ከይሰምዑኸ ከመይ ገይሮም ብእኡ ኪኣምኑ? ብዘይ ሰባኺኸ ከመይ ገይሮም ኪሰምዑ? ከመዮ ኣእጋር እቶም ሠናይ ዘበስሩ ክንደይ ጽቡቕ እዩ ዚብል ጽሑፍ እንተ ዘይተላእኩስ ከመይ ገይሮምዶ ኪሰብኩ እዮም? ቁጽሪ ዓሰርተ ሽዱሽተ ግናኸ ኢሳያስውን ጐይታይ ንምስክርና መን ኣምኖ? ይብል እዩ እሞ፣ ኵላቶም ንወንጌል ኣይተኣዘዝዋን። እምበኣርሲ እምነት ካብ ምስማዕ እያ፣ ምስማዕውን ብቓል ክርስቶስ እዩ። ቁጽሪ ዓሰርተ ሸሞንተ ኣነ ግና ከቶዶ ኣይሰምዑን እዮም እብል ኣሎኹ። ደሃዮም ናብ ኵሉ ምድሪ ወጸ፣ ቃሎምውን ክሳዕ ወሰን ዓለም በጽሐ። ብሓቂ እባ ሰሚዖም ኣነ ግና እስራኤል ከሞ ኣይፈለጠን ድዩ እብል ኣለኹ ቅድም ሙሴ ኣነ ህዝቢ ብዘይኮነ ከቅንኣኩም ኣእምሮ ብዘይብሉ ህዝቢ ውን ከኾርየኩም እየ ይብል ኢሰያስ ውን ደፊሩ ነቶም ዘይደለዩኒ ተረኽብኩሎም ዘይሓተቱለይ ውን ተገለጽኩሎም ይብል እዩ ብዛዕባ እስራኤል ግና ናብ ዘይእዙዝን ተቃዋምን ህዝቢ ሙሉእ መዓልቲ ኢደይ ዝዘርጋሕኩ እዩ ዝብል። መልእኽቲ ጳውሎስ ናብ ሰብ ሮሜ ምዕራፍ ዓሰርተ ሓደ እግዚኣብሄር ንእስራኤል ከም ዝርሕርሓሎም ቁጽሪ ሓደ። እምበኣርሲ እብል ኣሎኹ፣ ኣምላኽ ንህዝቡዶ ደብይዎም እዩ? ያእ ኣይፋሉን። ኣነ እኳ እስራኤላዊ ካብ ዘርኢ ኣብርሃም ካብ ዓሌት ብንያም እየ። ኣምላኽ ነቲ ቀደም ዝፈለጦ ህዝቡ ኣይደርበዮን። ወይስ እቲ ጽሑፍከ ብዛዕባ ኤልያስ፣ ንሱ ጐይታይ ንነብያትካ ቀተልዎም፣ መሱኢኻውን ኣፍረሱ፣ ኣነ በይነይ እየ ተሪፈ ዘሎኹ? ንህይወተይ ድማ ይደልይዋ ኣለዉ ኢሉ ንእስራኤል ኣሳጢሑ ናብ ኣምላኽ እናጠርዐ እንታይ ከም ዝበሎዶ ኣይትፈልጡን ኢኹም? ምላሽ ኣምላክ ከ እንታይ በሎ? ንበዓል ዘይሰገዱ ሸውዓተ ሽሕ ሰብኣይ ንርእሰይ ኣትሪፈ ኣለኹ። እምበኣርሲ ከምኡውን ሕጂ በዚ ዘመንዚ ብሕርየት ጸጋ ተረፍ ኣሎ። ብጸጋ ካብ ዝኸውን ግና እምበኣርሲ ካብ ግብሪ ኣይኮነን። በዘይ እዝስ እቲ ጸጋውን ጸጋ ኣይኮውንን። ካብ ግብሪ ካብ ዝኸውን ግና ደጊም ጸጋ ኣይኮነን፣ እንተዘይኮነስ እቲ ግብሪውን ግብሪ ኣይከውንን እዩ። እምበኣርሲ እንታይ ደኣ እዩ? ከምኡ ወዮ ጽሑፍ፣ ኣዒንቶም ከይርእያ ኣእዛኖምውን ከይሰምዓስ፣ ኣምላኽ ክሳዕ ሎሚ መዓልቲ መንፈስ ምብዕዛዝ ሃቦም፣ ዝብል ዘሎ፣ እቶም ሕሩያት ረኸቡ እሞ እስራኤል ነቲ ዝደልዮ ኣይረኸቦን፣ እቶም ዝተረፉውን ተረሩ። ዳዊትውን እቲ ምኣዶም ንመፈንጥራን መድፈናን ንመዐንቀፍን መስጣን ይኹኖም፣ ከይርእዩ ኣዒንቶም ይጠልምታ፣ እንግድዓውቶም ከኣ ንሓዋሩ ኣጎብጥ ይብል እዩ። እምበኣርስ እብል ኣሎኹ፣ ምእንቲ ክወድቁ ድዮም እተዓንቀፉ? ይኣይፋሎምን። ምእንቲ ከቕንኦም እባ ደኣ፣ እቲ ምውዳቖም ነህዛብ ምድሓን ኰነሎም። እቲ ምውዳቖም ሃብቲ ዓለም፣ እቲ ምጕዳሎምውን ሃብቲ ኣህዛብ ካብ ኰነ ግና፣ ምልኣቶም ደኣ ክንደይ ኪበልጽ እዩ! ድሕነት ኣህዛብ ቁጽሪ ዓሰርተ ሰለስተን ዓሰርተ ኣርባዕተን። ንኣኻትኩም ኣህዛብ እብለኩም ኣሎኹ፣ ምናልባሽ ነቶም ስጋይ ዝኾኑ እንተ ኣቕናእኩዎም፣ ካባታቶምውን ገለ እንተ ኣድሓንኩስ፣ ኣነ ነህዛብ ሃዋርያኦም እየ እሞ፣ መልእኽተይ ኤኸብር ኣሎኹ። እቲ ምድርባዮም ንዓለም ዕርቂ ካብ ኮነላስ፣ ምቕባሎም ደኣ ዘይህይወት ካብ ምዉታት፣ እንታይ ካልእ ኪኸውን ኢሉ? እቲ ቀዳማዩ ቅዱስ እንተ ኾነ፣ እቲ ብሒቝ ኸኣ ቅዱስ እዩ። እቲ ሱር ቅዱስ እንተ ኾነ ኸኣ፣ ጨንፈርውን ቅዱስ እዩ። ካብቶም ጨንፈር ሓያሎ እንተ ተሰብሩ እሞ ንስኻ ኣውሊዕ በረኻ ክንስኻ ኣብ መንጎኦም እንተ ተተኸልካ ካብቲ ሱርን ማራ ኣውሊዕን ድማ ተማቓሊ እንተ ኾንካ ኣብቶም ጨነፍር ኣይትከበር እንተ ተኸበርካ ግና እቲ ሱር እዩ ንኣኻ ጼሩካ ዘሎ እምበር ነቲ ሱርሲ ንስኻ ኣይኮንካን ጼርካዮ ዘሎኻ ምናልባሽ ንስኻ ኣነ ምእንቲ ክትከል እዮም እቶም ጨነፍር ዝተሰብሩ ትብል ትኸውን ጽቡቕ ንሳቶም ሰኣን ምእማኖም ተሰብሩ ንስካ ግና ሳላ ዝኣመንካ ደው ኢልካ ኣሎኻ ስራህ ደኣ እምበር ብልብኻ ኣይትተዓበ ኣምላኽ ነቶም ካብ ባህርዮም ጨነፍር ዝነበሩ ካብ ዘይነሓፎም ንኣኻ ውን ኣይክንሕፈካን እዩ እምበኣርሲ ናይ ኣምላኽ ልውሃትን ጽከናን ተመልከት ኣብቶም ዝወደቁ ጽካነኡ ንኣኻ ግና ኣብቲ ልውሃቱ እንተጸናዕካ ልውሃት ኣምላኽ እንተዘይኮነስ ንስኻ ውን ክትቁረጽ ኢኻ። ንሳቶም ኣብቲ ዘይምእማኖም እንተዘይጸንዑ ግና ኣምላኽ ከም ብሓድሽ ክተኽሎም ይኽእል እዩ እሞ ክትከሉ እዮም። ንስኻ ካብታ ብባህርያ ኣውሊዕ በረኻ እተቖሪጽካ ብዘይ መንገዲ ባህሪ ኣብታ ጽብቕቲ ኣውሊዕ ካብ ተተኸልካስ፣ እቶም ብባህርዮም ጸነፍር ዝነበሩ ግዳ ከመይ ኣብታ ኦም ኣውሊዖም ኣጸቢቖም ዘይትከሉ። ምሕረት እግዚኣብሄር ንኹሉ እዩ። ቁጽሪ ዕስራን ሓሙሽተን። ኣሕዋተይ ብርእስኹም ብልህታት ዝኾንኩም ምእንቲ ከይመስለኩምሲ፣ ምልኣት ኣህዛብ ክሳዕ ዝኣቱ፣ ንሓያሎ ካብ እስራኤል ትሪ ልቢ ከም ዝበጽሖም፣ እዚ ምስጢር እዚ ዘይትፈልጡ ክትኮኑ ኣይፈቱን እየ። ከምቲ ጽሑፍ ተበጃዊ ካብ ጽዮን ክመጽእ እዩ፣ ካብ ያእቆብ ከኣ ርሲእነት ከርሕቕ እዩ፣ ሓጢኣቶም ምስ ኣርሓቕኩ፣ ኪዳነይ ምሳታቶም እዝኪኸውን እዩ ዝብሎ፣ ብዘሎ እስራኤል ክድሕን እዩ። ውህበት ጸጋ ኣምላኽን ጽዋዕኡን ዘይጣዓሰሉ ስለ ዝኾነ፣ ብወንጌል ምእንታኹም ጸላእቲ እዮም፣ ብምሕራይ ግና ምእንቲ ኣቦታት ፍቑራት እዮም። ኣምላኽ ንኹሎም ምእንቲ ክምሕሮም ንኹሎም ኣብ ዘይምእዛዝ ዓጸዎም። እሞ ከምቲ ንስኻትኩም ቀደም ንኣምላኽ ዘይተኣዘዝኩምዎ፣ ሕጂ ግና ሳላ ዘይምእዛዝ እቲኣቶም እተመሓርኩም፣ ከምኡውን ንሳቶም በቲ ንስኻትኩም እተመሓርኩምሉ ምሕረት ምእንቲ ክመሓሩ፣ ሕጂውን ኣይተኣዘዙን። ምስጋና ንኣምላኽ ቁጽሪ ሰላሳን ሰለስተን ወዳጄ መዓሙቕ ሃብቲ ኣምላኽን ጥበቡን ፍልጠቱን ክንደይ ዘይምርመር ኮታ እዩ ፍርዱ ክንደይ ብ ኣሰር ኣሰር ዘይርከብ ከ እዩ መገዱ ሓሳብ እግዚኣብሔር ዝፈልጥ መን እዩ ወይስ መን እዩ ዘማኽሮ መን ከ እዩ ቀደም ገለ ዝሃቦ እሞ ዝፍደዮ ኩሉ ካብኡ እዩ ብኡኡ ንእኡን ድማ እዩ እሞ ንእኡ ንዘልኣለም ክብሪ ይኹኖ ኣሜን።